ሃና እትብል ኣብ መጽሓፍ ቅዱስ ተጻሒፋ ዘላ ሰበይቲ ክንርኢ ኢና። ዝገርም ነገር ሃና ኣብ መጽሓፍ ቅዱስና ክልተ ሃና እየን ዘለዋ። እታ ሓንቲ ኣብ ብሉይ ኪዳን እታ ሓንቲ ድማ ኣብ ሓድሽ ኪዳን። እታ ኣብ ሓድሽ ኪዳን ዘላ እንታይ ይብለና ካብ ወገን ኣሴር ድማ ሃና እትብሃል ነበረት ይብለና ንእግዚኣብሔር ድማ ዕድሜኣ ጓል ሰማንያን ኣርባዕተን ክነሳስ መበለት ክነሳስ ይብለና ቃል ኣምላክ ክዛረብ ከሎ ብጸሙን ጸሎትን ንእግዚኣብሔር ተገልግሎ ነበረት ይብለና እታ ኣብ ብሉይ ዘላ ሰይቲ ኣልቅ ኤልቃና ድብሃል ሰብኣይ ሃና ድማ እንተሪእናያ እንታይ ከም ዝነበረት እዩ ዝብለና። እቲ ጸላይት ከም ዝነበረት እዩ ዝነግር። ጎይታ የሱስ ይባረኽ። ሎሚ ግን በዛ ኣብ ብሉይ ኪዳንን ኣብ ሓድሽ ኪዳንን ዘለዋ ሃና ንሕና ከመይ ከም ዘለና ክንርኢ ኢና። ደሓርከ ማሕበር ኣምላኽ ከ ከመይ ከም ዘላ ድማ ክንርኢ ኢና። ጎይታ የሱስ ይባረኽ። የሱስ ጎይታ እዩ። እስከ ኣሜን በሉ ዋእ ከምዚ ስማኣ ትሓተመ ጀርባ እኮ ኮንኩም ኣሜን በሉ የሱስ ጎይታ እዩ ኣሜን ጎይታ የሱስ ይባረክ የሱስ ጎይታ እዩ ኣሜን እቲ ሰማይን ምድርን ባሕርን ዝፈጠረ እግዚኣብሄር ስሙ ብሩክ ይኩን ኣብዚ ምእካብና እኮ ካልእ ነገር ዘእከበና ነገር ጎይትነቱ ክንእውጅ ኣምላክነቱ ክንእውጅ ኣሜን ጎይታ የሱስ ይባረኽ። ኢየሱስ ጎይታ እዩ። ፍትሕትሕ ከም ሸደን ኣንበሳ ኮይንና ክንወጽእ እዩ ናይ እግዚኣብሔር ፍቃድ። ኣሜን። ጎይታ የሱስ ይባረኽ። ከነንብቦ ኢና ብ ሓደ መንፈስ ኮይንና። ጎይታ ይባረኽ። ብስም የሱስ ከንብቦ እየ። ኩላትኩም ምሳይ ከኣ ኣንብቡ። ኣብራማታይም ጻፊም ካብ ከረን ኤፍሬም። ኤልቃና ዝስሙ ኤፌሬታዊ ሰብኣይ ወዲ ዮርሖም ወዲ ኦሊሕ ወዲ ቱሕ ወዲ ጹፍ ነበረ። ንሱ ክልተ ኣንስቲ ነበርኦ፣ ስም'ታ ሓንቲ ሃና ስም'ታ ካልኣይቲ ከኣ ጰኒና ነበረ። ጰኒና ድማ ውሉድ ነበርዋ፣ ሃና ግን ውሉድ ኣይነበርዋን። እቲ ሰብኣይ'ቲ ከኣ ኣብ ሺሎ ክሰግድን ንእግዚኣብሄር ጐይታ ሰራዊት ክስውእን ኢሉ በብዓመት ካብ ከተምኡ ይድይብ ነበረ። ኣብኡ ከኣ ክልቲኦም ደቂ ኤሊ፣ ሀፍኖንን ፈንሃስን ካህናት እግዚኣብሄር ነበሩ። እታ ኤልቃና ዝስውኣላ መዓልቲ ምስ መጸት፣ ንሱ ንጰኒና ሰበይቱን ንኹሎም ኣወዳቱን ኣዋልድን ገጊዶም ሃቦም። ንሃና ግና እግዚኣብሄር ማህጸና ዓጽዩ ክነሱስ ይፈትዋ ነበረ እሞ ዕጽፊ ግደ ገይሩ ሃባ። እግዚኣብሄር ማህጸና ስለ ዝዓጸዋ ግና እታ መጻርርታ ምእንቲ ከተኾርያ ኢላ መመሊሳ ትባጭወላ ነበረት። ንሱ ዓመት ንዓመት ከምኡ ምስ ዝገብር በታ ናብ ቤት እግዚኣብሄር እትድይበላ ግዜ ጰኒና ከምኡ ትባጭወላ ነበረት። ንሳ ኸኣ በኸየት፣ ኣይበልዕትን ድማ። ሽዑ ኤልቃና ሰብኣያ፣ ሃና እንታይ ኰንኪ ኢኺ እትበኺ? እንታይ ኰንኪ ኢኺ ዘይትበልዒ? እንታይ ኰንኪ ኢኺ ልብኺ ጕህዩ ኣሎ? ካብ ዓሰርተ ኣቡኡ ውሉድ ኣነዶ ኣይሕሸክን? በላ። ኣብ ሺሎ ምስ በልዑን ምስ ሰተዩን ድማ ሃና ተንስአት፣ ካህን ኤሊ ኸኣ ኣብ ኣፍደገ መቕደስ እግዚኣብሄር ኣብ መንበር ኮፍ ኢሉ ነበረ። ንሳ ድማ ብነፍሳ ተመሪራ እንዳ በከየት ንእግዚኣብሔር ትልምኖ ነበረት። ወእግዚኣብሔር ጐይታ ሠራዊት ውርደት ባሪያኻ ኣጸቢቅካ ርኢኻ እንተ ዘከርካኒ፣ ንባሪያኻ እንተ ዘይረሳዕኻኒ፣ ንባሪያኻ ተባዕታይ ውሉድ እንተ ሃብካኒ፣ ኣነ ድማ ኵሉ ዘበን ሕይወቱ ንእግዚኣብሔር እውፍዮ፣ ናብ ርእሱኻ መላጻ ኣየሕልፍን ኢላ መብጽዓ ተማባጽዐት። ኰነ ኸኣ ኣብ ቅድሚ እግዚኣብሄር ጸሎታ ምስ ኣንውሐት፣ ኤሊ ኣፋ ይጥምት ነበረ። ሃናስ ብልባ እናተዛረበት ከናፍራ ጥራይ ይወሳወስ ነበረ፣ ድምጻ ግን ኣይተሰምዐን። ስለዚ ኤሊ ስኽርቲ ግዲ እያ ኢሉ ሓሰበ። ኤሊ ኸኣ ክሳዕ መዓዝ ኢኺ እትሰኽሪ? ወይንኺ ካባኺ ኣውጽእዮ በላ። ንሳ ግና ጐይታይ ኣይፋለይን ኣነስ መንፈሰይ ጓሂ ዝመልአ ሰበይቲ ደኣ እየ፣ ወይኒ ዘስክር መሰንስቲ ኣይሰተኹን፣ ነፍሰይ ደኣ ኣብ ቅድሚ እግዚኣብሄር ኣፍሰስኩ፣ እቲ ክሳዕ ሕጂ ዘዛርበኒ ንብዝሑ ጓህን ሓዘንን እዩ እሞ ንዓይ ንባርያኻ ከም ጓል ብልያል ኣይትርኣየኒ ኢላ መለሰትሉ። ሽዑ ኤሊ ብሰላም ኪዲ ኣምላኽ እስራኤል ዝለመንክዮ ልማናኺ ይሃብኪ ኢሉ መለሰላ። ንሳ ኸኣ ባርያኻ ኣብ ቅድሜኻ ሞገስ እረክብ በለት። እታ ሰበይቲ ድማ መገዳ ከደት። በልዐት እውን። ድሕሪዚ ኸኣ ገጻ ኣጕሂቱ መሲላ ኣይተርኣየትን። ንጽብሒቱ ኣንጊሃ ተንሲኣ ድማ ኣብ ቅድሚ እግዚኣብሄር ሰገዱ። ተመሊሶም ከኣ ናብ ቤት ኣብ ራማት ኣተዉ። ኤልቃና ድማ ንሰበይቱ ሃና ፈለጣ፣ እግዚኣብሄር ከኣ ዘከራ። ኰነ ኸኣ መዓልትታት ምስ ሓለፈ ገና ጠነሰት፣ ወዲ ድማ ወለደት። ንሳ፣ ካብ እግዚኣብሄር ለሚነዮ እየ እሞ ኢላ ስሙ ሳሙኤል ኣውጽኦትሉ። ሃለሉያ! ስም የሱስ ንዘለኣለም ይባረኽ። እቲ ኣርእስቲ እንታይ ዝለመንክዮ ልሞናኺ ይሃብኪ ዝብል እዩ ጎይታ የሱስ ይባረኽ። ዝለመንክዮ ልሞናኺ ይሃብኪ ኣሜን ዝልምን ኣብ ማቴዎስ ሸውዓተ ክንሪኢ ኢና ኩላህና እንታይ ይብለና ቃል ኣምላኽ ኣብ ሸውዓተን ሸሞንተን ፍቅዲ ዝለመነ ኩሉ ይቅበል ዝደለየ ድማ ይረክብ ማዕጾ ኳሕኳሕ ንዘበለ እውን ይክፈተሉ እዩ እሞ ለምኑ ክወሃበኩም ድለዩ ክትረኽቡ ማዕጾ ኳሕኳሕ ኣብሉ ይኽፈተልኩም እዩ ኢልና ጎይታ የሱስ ይባረኽ ስለዚ ዝለመንክዮ እግዚኣብሄር ይሃብኪ ከይለመንካ ከይጠየቅካ መልሲ ክመጻልካ ይኽእል እዩ ማለት እዩ ክትሓትት ኣለካ መልሲ ክትረክብ ክትልምን ኣለካ ልሞናኻ ክወሃብ ክትኩሕኩሕ ኣለካ ድማ እቲ ገዛ ክራሓወልካ ማለት እዩ ከምኡ ከይገበርካ ይኸውን እዩ ስለዚ ሃና ካብቲ ሓደ ዓቢ ባህሪኣ ዝነበረ እንታይ እዩ ምልማን የሱስ ጎይታ እዩ እቲ ታሪኽ ኩላህና ንፈልጦ ኢና ቅድሚ ሕጂ ውን ብዙሕ ግዜ ከይድናዮ ኢና ኣብ ቐዳማይ ሳሚኤል ዘሎ እስራኤላውያን እቲ ኣብ ሽሎ ዝነበረ ታቦት እግዚኣብሄር ኣብ ሽሎ እዩ ኔሩ ሽዑ እስራኤላውያን ኣብኡ እዮም ጌሮሞ ኔሮም እስራኤላውያን እምበኣር ነቲ በዓል ንምብዓል ካብ ኩሉ ኩርናዕ ናይቲ ምድሪ እንታይ ይገብሩ ኔሮም ናብ ሽሎ መጺኦም ኣብ ቅድሚ ታቦት እግዚኣብሄር ይሰብኩ ኔሮ ይሰግዱ ኔሮም ኤልቃና እምበኣር እንታይ ይብለና ቓል ኣምላኽ ኤልቃና ዓመት ብዓመት ሓንቲ ዓመት ጥራይ ኣይኾነን መጺኡ እንታይ ደኣ ዓመት ብዓመቱ መስዋእቲ ንእግዚኣብሄር ከቕርብ ስድርኡ ደቁ ሒዙ ይመጽእ ኔሩ ዓመት ብዓመት ዝገርመኩም ሃና ድማ ዓመት ብዓመቱ ምስኡ እንታይ ትገብር ኔራ ናብ ሺሎ ትድይብ ኔራ ካብ ራማ ከምዚ ንሕና ሕጂ ሰንበት ሰንበት ረቡዕ ረቡዕ ዓርቢ ዓርቢ እንታይ ንገብር ዘለና ናብ ቤት ኣምላኽ ንመጽእ ደለና እሳም ደማ ልክዕ ዓመት ብዓመት ከምኡ ይገብሩ ነሮም ኣሜን ንእግዚኣብሔር ዝፈሪ ፋሚሊ እዩ ነሩ ካብ ህዝቢ ኣምላኽ ዝወጸ ፋሚሊ እዩ ነሩ ንኣምላኽ ምኽባር ኣዝዩ ኣኽቢሩ ዝርኢ ፋሚሊ እዩ ኔሩ ማለት እዩ ሃና ድማ ካብዚ ፓርቲ ናይ ፋሚሊ ኔርዋ ኣሜን ሰበይቱ እያ ኔራ ካለኣይቲ ሰበይቱ የሱስ ጎይታ እዩ ኣሜን ኣብቲ ዝኸድዎ ዝነበሩ ታቦት ኣምላኽ ዝነበሮ ግን ዝነበሩ ካህናት ከነንብብ ከለና ሰሚዕና ሃፍኖንን ፈናስን ዝብሃሉ ደቂ ኤሊ ዝብሃሉ ሰባት እዮም ኔሮም ኦቦር መንፈሳውያን ዝዀኑ ኣገልገልቲ ኣይነበሩን። ሃና ግን ናብ ቤት ኣምላኽ ምምጻእ ኣየቋረጸትን። ምሳይ ኣለኹምዶ? ትምህርቲ ዝገብሩ ነብያት ኣይነበሩን እምበሺ እንታይ ነይሮም? ንኣምላኽ ዘይፈልጥዎ ይብለና ቃል ኣምላኽ ክዛረብ ከሎ። ደቂ ኤልስ ንኣምላኽሲ እንታይ ኣይገብሩን? ዘይፈልጥዎ። እሳ ግን ኣቋሪጻ ድያ ምምጻእ? ትመጽእ ነይራ። ኤልቃና ኣቋሪጹ ንምምጻእ ይመጽእ ነይሩ። ኣቡኦም ከመይ ነይሩ ተይልና መንፈሳዊ እርጋን ዝሓዞ ሰብ ኣይነይሩ። ሰኽራምን ብመንፈሱ እተመረን ሰብሲ ፈልዩ ክርኢ ዘይክእል ሰብኣይ እዩ ነይሩ። እርጋን ዘጥቅዖ ናይ ስጋ እርጋን ጥራይ ዘይኮነስ መንፈሳዊ እርጋን ከኣ ዘጥቅዖ ሰብ እዩ ነይሩ። ሃና ግን እርጋኑ ጠጠው ኣያብላን ዓመት ዓመት እንታይ ትገብር ነይራ ትመጽእ ነይራ እስኪ ትመጽእ ነይራ በሉ እውይ ዝሒልኩምኒ ይርድኣኩም ኣሎ ዶ ድብሎ ደለኹ ናብ ቤት ኣምላኽ እትመጽእ ነብስና ኢና ክንርኢ ማለት እዩ ኣገልገልቲ ብሓዊ ዘገልግሉ ስለ ዘለዉ ኢኾንካ እትመጽእ ነቲ ይሃወ ናይ እስራኤል ቅዱስ ከተምልኽ ኢልካ ኢኻ ትመጽእ ርዳና ዘመርቲ ጥዑም ከም ናይ ረጋቢት ዜማ ስለ ዘለዎም ኣይኮንካ እትመጽእ፣ እንታይ ደኣ ንያህዌ ከተምልኽ ኢኻ እትመጽእ እምበር። ኣብዚ ደቂ ፈና ደቂ ኤሊ እዮም ነይሮም፣ ኣገልገልቲ ፈጺሞም ዓመጸኛታት፣ ኣብ ቤት ኣምላኽ ዝሙት ከማን ዝገብሩ፣ ስጋ ጸጽብቑ ንኣምላኽ ክሓርር ዝግብኦ ስብሒ ንርእሶም ዝበልዕዎ ሰስሒቦም ዝነበሩ፣ እቶም እስራኤላውያን መሻክን ኣንታ ግደፍባ ዝስ ንኣምላኽ ይሕረር ክብሉ ከለዉ ስቕ በል ስቕ በል! ድብሉ ኣገልገልቲ እዮም ነይሮም። ሃና ግና እዚኦም ብምንባሮም ሎሚ ዓመት ኣይኸይድን እየ በለቶ ንኤልቃና። ክተርፍ እየ ኣነ በቃ ኣብ ራማ ምትራፍ ይሕሸኒ በለቶ። ኖኖ ዓመት ዓመት ትኸይድ ነይራ ንመን እያ ትብል ንኣምላኽ እስራኤል ታቦት ኣምላኽ ኣብኡ ስለ ዝነበረ። ኢየሱስ ጎይታ እዩ! ኢየሱስ ጎይታ እዩ! ወረ ዝገርም ካብቶም ምእመናን ከ እንታይ ነይሮም ዝባጭዉ ዘላግጹ ጉድለትካ ድዮም ጣዕ ደብሉኻ ጠኒና እንታይ ነይራ ጉድለት ኣርእያ ዓመት ብዓመት እዩ ዝብለካ ሓንቲ ዓመት ከይመስለኩም እታ ሽዓ ዓመት ክትጽሊ ከላ ሃና ኣይኮነትን እኮ ጠኒና ትላገጸላ ነይራ ክንደይ ዓመት ምዃና ኣይንፈልጥን ነዊሕ ዓመታት ናብ ሽሎ ክትድይብ ከላ ሃና ጠኒና ልክዕ ናብ ቤት ኣምላኽ ክትድይብ ከላ ከኣ እታ ማበጫውታ ትባጭወላ ነበረት ይብለና ልክዕ ናብ ቤት ኣምላኽ ክትጽሊ እውይ ሎሚ መልሲ ክመጽኣኒ ክትብሎ ከላ ጣዕ ተብላ ኪሪ ትብላ ውላድ እኳ ዘይብልኪ ትብላ ጣዕ ጎደሎ ጎደሎ ጎደልኻ ሪኡ እንታይ ትገብር ጣዕ ዘብል ኣብ ቤት ኣምላኽ ከምኡ ኣለዉ ሰባት ብፍላይ ነዞም ሓደሽቲ ዝመጹ ናይ ድሕነት ድማሩ ህእ ሕማቅ ምሳሌ ዝኾኑ ሰባት ኣለዉ ንዖኦም ሪኢኻ ግን ኣይኾንካን ትመጽእ ንየሃዌ ደሊኻ ኢኻ ትመጽእ ምሳይ ኣለኹም ዲኹም ይርዳኣና ኣሎ ሃና ናይ ሃና ነገር ሕሰብዎ ንሃና ክትሪእዋ እያ ደልየኩም ደለኹ ኣነ ሎሚ። ሃና ርእይዋ እዚ ኩሉ በቃ እንዳ ተማሰየት ከላ ናይ ኣስመራ ዘረባ እያ እዛ ማስያ ምናልባት እቶም ዓበይቲ ትፈልጥዋ እንትኽን ኢኹም ማስያ ማለት በቃ ትማስዮ በራሒ ተኾይነ ክላእ መላጥ ሕማቕ ዘረባታት በቃ ንሰብሲ እንታይ ድገብሮ ኣብ መዓንጥኡ ኣትዩ ውግእ ዘብሎ ሕጂ ልክዕ እዚኣ ባጨውቲ ከምኣ ትገብራ ናብ ቤት ኣምላኽ ክትከይድ ከላ ሃና ተፋኒና ክትጽሊ ኢላ ክትከይድ ንያሃው ክትሰግደሉ ክትብል ከላስ ኣንቲ ስቕ እንዳ በሊ ነቶም ደቃ ዋላ በዚ ሕጁብ ሕጁብ ተብሎም ተጉዮም እንታይ ክትገብራ ክትሕርቓ ኢላ ኣብ ቤት ኣምላኽ ድማ ከምኡ ኔሩ ግን ሃና ከምዚ እንዳ ተባህለት ከላ ናብ ቤት ኣምላኽ ምምጻኣ እንታይ ገበረትን ኣይቋረጸትን ኣና ብኣገልገልቲ ኮርዮም ብተፈላለየ ነገር ኮርዮም ቸርች ድገድፉ ሰባት ይገርመኒ ደይ ምዕባዮም እዩ ዘርእየካ ንመን ደሊኻ ዲኻ ትመጽእ ንኣገልጋሊ ደሊኻ ኣይትመጽእን ኢኻ፣ ወይ ድማ ናተይ ቅብኣት ኢልካ ቅብኣት ስለ ዘሎ ኣገልጋሊ ኢልካ ኰንካን ትመጽእ። የሆዋ እቲ ዝቐብእ ኣምላኽ ደሊኻ ኢኻ ትመጽእ ዘለኻ። ስለዚ፣ ኵሉ ግዜ ሃና እሱ ይዀነ እንደ ገድሳ ነይሩ፣ ኣብኡ ዝነበሩ ኣገልገልቲ ወይ ድማ ባጫዊታ ኰና ተጥምት ነይራ። ሓንቲ መዓልቲ፣ ሃሎሉያ፣ ሓንቲ መዓልቲ! ነገራተይ ክልወጥ ኢላ እያ ትኣምን ነይራ። ዓመት ዓመት ትመጽእ። ዓመት ዓመት እንታይ ትገብር ነይራ? ትመጽእ። ይገርም እዩ። ኣብ ካልኣይ ጴጥሮስ እንታይ ይብለና? ሰለስተ ሰለስተ ኣብቶን ዳሕሮት መዓልታት እዚ ንሕና ዘለናዮ ግዜ እዚ ሕጂ ዘለናዮ ግዜ ይዛረብ ዘሎ ረእይዎም ኣብቶን ዳሕሮት መዓልታት ከም ፍትወት ርእሶም ዝመላለሱ ዘላግጹ መላገጽትን ከም ዝመጹ ቅድሚ ኩሉ እዚ ፍለጥ። ኣብ ምንታይ ይዛረብ ዘሎ ጴጥሮስ ኣብ ቤት ኣምላኽ ከይተረፈ ኣብተን ዳሕሮት መዓልትታትሲ ከም ፍትወት ርእሶም ዝመላለሱ መላገጽቲ ተላገጽቲ መላገጽቲ ከም ዝመጹ እንታይ ግበር ይብሎ ኣሎ ፍለጥ ኣቀዲሙ ወርኒን ይብና ኣሎ ማለት እዩ ስለዚ ኩሉ ግዜ ክንመጽእ ከለና ንመን ደሊና ንጎይታ ህላውነት ኣምላኽ ደሊና ክንመጽእ ኣለና ጎደሎ ሰብ ኣይኮነን ወይ ኣብ ጎደና ኣገልገልቲ እንዳረኣኻ ኣይኾንን ድምጻእ ክላእ እንዳበልካ ኣይኾንን ግዜ ከለካ ኣብ ቤት ኣብ ቤትካ ቤት ኣምላኽ ጸሎት እንዳተገበረ ከሎ ቃል ኣምላኽ እንዳተሰብከ ከሎ ኣብ ገዛኻ ኮፍ ምባል እዚ ናይ እግዚኣብሔር ፍቃድ ሃና ከምኡ እይገበረትን ኩሉ ግዜ ዓመት ብዓመቱ ትመጽእ ነበረት ይብለና ኣሎ ጎይታ የሱስ ይባረኽ ኢየሱስ ጎይታ እዩ ንሃና ግና ሓለፋ እንታይ ይገብራ ነይሩ ሰብኣይ ኣንታይ ክገብራኒ እየ ትፈትዋ እባ በሉ እውይ ኣታ ምስ ሰብ ድየ ደለኹ ሓለፋ ኩሉ እንታይ ክገብራ ነይሩ ይፈትዋ ስለ ዝነበረሲ ኣብዚሑ ግደ ሃባ ይብለና ግደ ማለት ታራ ካብቲ ዝወሃብ ዝነበረ ንመስዋእቲ ዝኸውንሲ ንጰኒና ምስ ደቃ ምስ ሃበስ ንሃና ግን ዕጽፊ ገይሩ ሂባ ግናኸ ሃና በቲ ተዋህበቶ ትዓግብ ነይራ ድያ ከመይ እላ ክትዓግብ ነነነነነ ቀንዪ እዚ ሰብኣይ ኣይኮነን ድመልኦ እዚ እዚ ጎደሎ እዚ ዝመልኦ እግዚኣብሄር ጥራይ እዩ ተረዲክማ ዶ ኣይዓገበትን በተዋህባ ነገር ክመልኣላ ስለ ዘይከኣለ እሳ ኣይደቀሰትን ኣይዓረፈትን እንታይ ትገብር ነይራ በቃ ኩሉ ግዜ ናይ ሃና ሂወት እንታይ ነይሩ ክትመጽእ ከላ ጽቡቅ ሂወ ሃሌሉያ እንዳበለት ካብ ራማ ክትድይብ ከላ ናብ ሺሎ ከምኡ ኣይኮነትን ትመጽእ ነይራ እናበኸየት ብሓዘን እተመላእኹ መንፈሰይ እተሰበርኩ ሰብ ምዃነይዶ ኣይትርእን ኢኻ? ርኢኹሞ? በቃ ጓሂ፣ ሓዘን፣ ብኽያት፣ ኣይበልዕን ምባል። ህይወታ ከምኡ እዩ ነይሩ። ግን ዓመት ዓመት ናበይ ትመጽእ ነይራ? ናብ ሺሎ፣ ናብ ታቦት ኣምላኽ ዘለዎ፣ ክብሪ ኣምላኽ ዘለዎ ቦታ ትመጽእ ነይራ። ርኢኹሞዶ? ሓደ ነገር እምብዛ ክቱር ምስ ደለኹሞ እዩ እግዚኣብሄር ዝህበኩም። ክቱር ሕልፍ ዝበለ ምድላይ ክህልወካ ኣለዎ ድልየት ክህልወካ ኣለዎ በቃ እቲ ነገር ከተሓሳስበካ ኣለዎ ስለ ዘይረኸብካዮ እቲ ነገር መንፈሳዊ ዕብየት ዝመጽእ ብኸምኡ እዩ ኣሕዋተይ መንፈስ ኣምላኽ ክትምላእ ከማን ክቱር ዝኾነ መንፈስ ኣምላኽ ክትምላእ ድልየት ክህልወካ ኣለዎ ቅብኣት ትደሊ ደኾንካ ክቱር ዝኾነ ድልየት ክህልወካ ኣለዎ ሃና ክቱር ዝኾነ ድልየት እዩ ነይርዋ በቃ ኩሉ ግዜ ትበኪ በቃ ሓንቲ መዓልቲ ግን ከም ዘላ ግን ትፈልጥ ኣላ ተረዲእክም ኣሎ ስለዚ ሃና ኩሉ ግዜ እንታይ ሓዘን ዒሒታ በቲ ጣዕ ተብላ እቲኣ ሰባኣይ ድማ ክቃባጥረላ ኣሎ ኣንቲ ሃና እንታይ ኢኺ ካብ ዓሰርተ ውሉድ ኣነ እንዶ ይሕሸክን እንታይ ክትገብሪ ደለኺ ተበላስ ብውሽጣ ከመይ ኢልካ ክትሕሸኒ ከመይ ኢልካ ጎደለይ እስኻ ኣይትመልኦን ኢኻ እያ ትብሎ ኔራ ውሽጣስ እንታይ ይኸውንን ኣይመልኣላን። ድሃበ ተሃበ ክነግረኩም ኣቱም ሰባት ኣንታ ኣለኹም ዶ ኣለና በሉኒ እስኪ ኣለና በሉኒ ኣብዚ ምድሪ እዚ ድሃለካ ይሃልወካ ገንዘብ ይኹን ገዛ ይኹን ገለ ይኹን ይሃልወካ እታ ክርሶስ ክመልኣ ዝኽእል ክመልኣልካ ኣይኽእልንዩ ፍለጡ ንሓልም ኢና ኩላህና ሚልዮን ዶላር ክህልወና ዓሰርተ ሚልዮን ክህልወና ኩሉ ነገር ዝቕየር እመስለና ምስ ሓዝናዮ እቲ ገንዘብ ኣየ ኣነ ነበርኩ ብእዋኑ ኣይትዓሽው ሚልዮን ሽግር ሒዝልካ እዩ ዝመጽእ መጀመርያ ምስ ፈተውትኻ ኢኻ ትበኣስ ገንዘብ ምስ ሓዝካ ሕጂ ናብ ምንታይ ኢና ንመጣጠር ዘለና ጎይታ ጎደለታትና ክመልኣልና ዲና ንመጣጠር ዘለና ወይስ ምድራዊ ነገር ጎደለታትና ክመልኣልና ኤልቃና እኮ ብተካእሎ የጻናንዕ እኳ እዩ ዘሎ ዓሰርተ ውላድ ኣነ እንድየ ሕሸክን ህህ ከመይ ኢሉ ክሕሸኒ ንሳ ድማ ዕጽፊ ግደ ሂብዋ እንታይ ክዓብሰላ ገና ጎደለኣ እቲ የሃዌ ናይ እስራኤል ቅዱስ ጥራይ እዩ ክመልኣላ ዝክእል ንዓና ንመጎደላና ክመልኣልና ዝኽእል እግዚኣብሔር ጥራይ እዩ ኣሕዋተይ ከም ሃና ኮይና ነቲ ድሌትና ምስ ኣምላኽ ምስ ዘተዓራረና ጥራይ ነገራት ዝቅየር ማለት እዩ ስለዚ ኣብ ውሽጣ ጓሂ እንተነበረ እቲ ጓሂ ግን ፍጹም ዝኾነ ሓጎስ ሓደ መዓልቲ ከም ዘምጽእ ትርዳእ ኔራ እያ ፍጹም ዝኾነ ሓጎስ ካብ ጸሎታ ክንሪኦ ኢና እንታይ ኢላ ከም ዝጸለየት ጎይታ ይባረኽ ካብ ብኽያት ትወጻሉ ግዜ እንታይ ኮይኑ ቀሪቡ ማለት እዩ ሃና ግና ናይ ጸሎት ሂወት ነይርዋ እንታይ ገይራ ልክዕ ብልዒ ገዲፋ ናብ ቤት እግዚኣብሄር ከይዳ እንታይ ኢላቶ ንእግዚኣብሄር ክሊር ዝኾነ ጸሎት እያ ጸልያ ንጹር ዝኾነ ጸሎት ንባርያኻ ውርደት ባርያኻ እንተ ዘከርካ፣ ተባዕታይ ውላድ ድማ እንተ ሃብካኒ፣ እሞ እቲ ውላድ ምስ መጸ ድማ፣ ህእ! ንዓይ ዘይኮነሲ፣ ንዘለኣለም ንዓኻ ኸገልግል፣ ናብዚ ቤት እዚ ኸምጽኦዮ እሞኒ፣ ኢላ መብጽዓ ኣተወት ይብለና። ጐይታ የሱስ ይባረኽ። ኢየሱስ ጐይታ እዩ። ንጹር ዝኾነ ጸሎት። ኣምላኽ ይባረኽ። ኣብ ቀዳማይ ሳሙኤል ሰለስተ ሓደ እንድሕር ዳኢልና ሳሙኤል እቲ ቐልዓ ድማ ኣብ ቅድሚ እግዚኣብሄር ንእግዚኣብሄር የገልግል ነበረ በታ ግዜ እቲኣ ኸኣ ቃል እግዚኣብሄር ውሒዱ ነበረ ራእይውን ብዙሕ ኣይነበረን። ሕጂ ረእይዎ ኣብ እስራኤል ኣብቲ እዋን እቲ ሰማያት ተዓጽዩ ብሓጢኣት ናይ በዓል ደቂ ኤሊ ሃና ምስ ጸለየት፣ ኢድ ኣምላኽ ክንቀሳቀስ ሰማያት ክኽፈት ጀሚሩ ማለት እዩ ሰለዚ ጾሎታ ንዓኣ ጥራይ ዘይኮነ ተባዓታይ ውላድ ከምጻላ ትጽሊ ዘላ ን ምድሪ እስራኤል እያ ትጽሊ ዘላ ሰማያት ተኸፊቱ ናብታ ምድሪ ድምጺ ኣምላኽ ክመጽእ ክጅምር ማለት እዩ ሳሙኤል ምስ ተወልደ ሰለዚ ሃና እንታይ እያ ትገብር ነይራ ኣብ ቅድሚ ኣምላኽ ብጸሎት ትበክን ትነብዕን ነበረት ኣገልጋሊ ኣምላኽ ስጋዕ ምልላይ ትስእን ብኽያታን ጾሎታን ፈልዩ ክፈልጦ ኣብ ዘይክእለሉ እዋን፣ ስጋዕ ዝበጽሕ ኣብ ቅድሚ ኣምላኽ ትጽሊ ነበረት ይብለና። ከናፍራ ይዛረብ ነበረ፣ ብልባ ግን ትጽሊ ነበረት ይብለና። እቲ ቀንዲ ካበይ ድወጹ ነይሩ እቲ ጸሎት? ካብ ልቢ እዩ ዝወጽእ ነይሩ፣ ከናፍራ ግን ይንቀሳቐስ ነይሩ። እግዚኣብሄር ድማ ሰሚዑ ጸሎታ መልሲ ሂብዋ። ጎይታ ይባረኽ። ናይ ጸሎት ህይወትና ሕጂ ከመይ ኣሎ? ምስ ኣምላኽ ምዝርራብ ድገርመኩም ኣጋጣሚ በዚ ጉዳይ እዚ ንእሽቶ ክዛረብ ዝኽእል ለንቅነ ኣብዚ ሚንሶታ ስለ ንነብር ዘለና ክልተ ድንገት ከም ተረኽበ ትፈልጡ ኢኹም እቲ ክልተ ድንገት ድማ የሕዋትና ሓብትናን ሓውናን ማለት እዩ ዋላ ብኣካል ኣይንፍለጦም ሂወቶም ብምጥፋእ ካብዛ ምድሪ እዚኣ ከይዶም እቲ ዝገርመኩም ኣነ እቲ መጀመርያ ዝረኣኽዎ ንሂወተይ እየ ማዕረ ከመይ ደኺመ ምህላወይ ኣነ ከለኹስ ኣሕዋተይ ብሶሳይድ ካብዛ ምድሪ እዚኣ ክጠፍኡ ከለዉ ማለት እዩ። ማዕረ ክንደይ ማሕበረ ኣምላኽ ደኺማ ከም ዘላ ከኣ ክርኢ ጀሚረ ማለት እዩ። ተረዲእኩም ኣሎ? እዞም ሰባት እዚኦም ቃል ወንጌል እንተ ትፈልጡ ነይሮም ነብሶም ብዓለም ኣሕሊፎም ክህቡ ኣይምኸኣሉን ነይሮም። ናህና ምድካም ኣብ ጸሎት ዘይምህላውና ግን ነሕዋትና ብግሉጽ ንሪኦ ኣለና ማለት እቲ ጥፍኣት። ስለዚ ማሕበር ኣምላኽ ብጸሎት እንተ ትብርትዕ ኔራ እዞም ስባ እዚ እዚ ኢንስደንት እዚ ኣይምኾነን ኔሩ ማለት እዩ። ዕድል እውን ምሃበና እግዚኣብሄር ምስዚ ሓዊ ሻሂ ክሰቲ ብዛዕባ ወንጌል ክነግሮ ዕድል ምሃበኒ ኔሩ እግዚኣብሄር። ዕድል ምሃበና ኔሩ ነታ ሓብቲ ክንዛረባ ማለት እዩ። ስለዚ እንታይ እዩ ዘረድኣና ዘሎ እቲ ናይ ጸሎት ህይወትና ደኺሙ ከም ዘሎ ከም ዘየለና እዩ ኣርእይኒ ካብ ህይወተይ ጀሚርካ ማለት እዩ። ስለዚ እዚ ነገር እዚ ንዓና ኣላርት ክገብረና ይኽእል ክኽእል ኣለዎ። ናይ ጸሎት ህይወትና ከነመሓይሾ፣ ሕልፍኚና ክንሕድስ ይግበኣና እዩ። እግዚኣብሔር ድማ ሞገስ ይበና። ዝጠፍኡ ዝኾኑስ ዝድሕኑ ሰባት እግዚኣብሔር ይበና ማለት እዩ። ጎይታ የሱስ ይባረኽ። ኢየሱስ ጎይታ እዩ። ምስ መተ ነገር ምስ ተወደኤ ምስ ታራ ሰብ ኤይ ኤይ ምባል እንታይ ትርጉም ኣለዎ? ኣቐዲሙ ንማሕበረ ኣምላኽ ስልጣን ሂብዋ ከሎ ማለት እዩ። ነዚ ስልጣንና ግን ክንጥቀመሉ ይግብኣና እግሪ መንገደይ ክዛረቦ ዝደለኹ እዩ። ጎይታ የሱስ ይባረኽ። ኢየሱስ ጎይታ እዩ። ኢየሱስ ጎይታ እዩ። ኣሜን። ስለዚ ሃና ጸሎታ ኣብ እስራኤል ከይተረፈ ለውጢ ኣምጺኡ። ኣብቲ ቤት መቕደስ ከይተረፈ እንታይ ኣምጺኡ? ለውጢ ኣምጺኡ። ሳሙኤል ህጻን ከሎ ንፈልጦ ኢና እቲ ታሪኽ። ምድጋሙ ኣየድልን እዩ። ኩሉ ኩሉ ሳዕ ነንብቦ እዩ። ድምጺ ኣምላኽ ጠፊኡ ነበረስ፣ ኤልን ንሱን ደቂሶም ከለዉ፣ ኣብ እግሪ ታቦት ደቂሱ ከሎ ሳሙኤል ድምጺ ኣምላኽ መጺኡ ካብ ሰማይ ሳሙኤል! ሳሙኤል! ሳሙኤል! ከም ዝበሎ ኣርባዕተ ግዜ ንፈልጥ ኢና። ኣብቲ ራብዓይ ከም ዝነገሮ እቲ ኣረጊት ነብይ እንታይ ከም ዝበሎ እግዚኣብሄር ይጽውዓካ ዘሎ እሞ መልሰሉ፣ ባርያኻ ሰማዕ ኣሎ፣ ተዛረብ በሎ ኢልዎ። ልክዕ ድምጺ ኣምላኽ መጺኡ ማለት እዩ። ናይ መን ጸሎት እዩ እዚ ጌርዎ እንተኢልና ናይ ሃና ጸሎት እዩ የሱስ ጎይታ እዩ ኣሜን ኢየሱስ ኣብ ልዕሊ ኩሉ ጎይታ እዩ ሃና መብጽዓ ድማ ተመባጸዐት እቲ ዝጸለየቶ ጸሎት ከም ዝኸውን ተረዲኣ እንታይ ኢላ መብጽዓ እቲ ተባዓታይ ወዲ ንዓኻ ክበካ ኢላቶ ልክዕ መብጽዓ ከኣ ፈጺማ ንሕና ድማ እተማበጻዕናዮ ነገር ክንፍጽም ይግብኣና እዩ። የሱስ ጐይታ እዩ። ከዘኻኽረኩም ንምሳሌ፣ ናብዚ ምድሪ እዚ ክትመጹ ከለኹም፣ ኣሜሪካ ንኤምባሲ ከይኣተወ ዝመጸ መቸስ ዳርጋ የለን፣ ብጀካ እቶም ብሜክሲኮ ጌርኩም ዝመጻኹም ኣማሓልቲ ክልተ ሰብኡት። የሱስ ጐይታ እዩ። ናብዚ ምድሪ እዚ ክንመጽእ ከለና ወይ ድማ ጐይታ ምስ ተቐበልና መጀመርያ መብጽዓ ዝኣተናዮ እስኪ ንዘክር። ንኣምላኽ ዝበልናዮ ምልስ ኢልና እንታይ ኢልናዮ ንጐይታ? ኣብ ቤት ኣምላኽ ንዘለኣለም ንዓኻ ከገልግል እየ። ዋላ ክንደይ ነገር ተዛሪብና ክንከውን ንኽእል ኢና ንገብሮ ዘለና። ሃና ግን እታ ዝበለታ ልክዕ ተባዕታይ ወዲ ንሳሙኤል ምስ ተዋህበት ልክዕ ጡብ ምስ ገደፈ ናብ ኤሊ ምጺኣ ብዛዕባ እዚ ወዲ እዚ እየ ዝጽሊ ነይረ፣ ኣብዚ ድማ ከገልግል እገድፎ ኣለኹ ኢላ ግድፍ ኣቢላታ እያ ከይዳ። Imagine! ንሕናኸ ንኣምላኽ መብጽዓ ዝኣተናዮ ኩሉ ንገብሮ ዘለና? ንሕሰብ ኩላህና። ኣብ ግዜ ሽግር ጽብብ ምስ በለኒ እዩ ኢሉ በቃ ኣብ መዝሙር ክዛረብ ከሎ ምስ ጸበበኒ መብጽዓ ዝኣተኽዎ ክፍጽሞ ሓይሊ ሃበኒ ይብል በቃ ኣብ ጽብብ ምስ በለኒ ግዜሲ ዝኣተኽዎ መብጽዓታት በቃ ክቱር ዝኾነ ሽግር ምስ ኣተኻ ምስ ቃል እግዚኣብሄር መብጽዓ ትኣትዎ ፈጺምናዮ ዲና ቃል እግዚኣብሄር ግን ኣብ መክብብ እንታይ ይብለና መብጽዓ ትም ኣባጺዑ ዘይፍጽሞ እዩ ዝብለና ወይ ድማ ዘይትፍጥሞ ዘይትፍጽሞ ተኾንካስ ኣብ ሓሙሽተ መክብብ እንታይ ድብል ኣይትማባጻዕ ቃል ኣይትእቶ ማለት እኮ እዩ እግዚኣብሄር ከምዚ ክገብር እየ ከምዚ ተጌርካለይ ከምዚ ክገብር እየስ ኣይትበል ዘይትገብሮ ተኾንካ ሃና ግን እትእምንቲ ምዃና ዝገልጽ እንታይ እዩ ልክዕ ከምታ ዝበለታ ከማኻ ጌራታ እቲ ዝገርመኩም ከ ጸልያ ምስ ተንስእሲ ከም ዝረኸቦቶ ኮይና እያ ተንሲኣ እዩ ዝብለና ቃል ኣምላኽ ምስ ጸለናሲ ከም ዝረኸብናዮ ኮይንና ዶ ንትንስእ ብድድ ኢላ እንታይ ኮይና ረኺበዮ እየ ኢላ ሳሙኤል ከም ዝመጸ ተረዲእዋ ማህጸና ከም ዝቆጽርሲ እንታይ ጌሩ ተረዲእዋ ሕጂ እኮ ንሕና ናይ ስጋ መኻንነት ዝዛረብ ዘለኹ መስለኩም ይኸውን መንፈሳዊ መኻንነት እየ ዝዛረብ ዘለኹ ኣማኒ ተባሂልካ ደይወለድካ እንተኾንካ ስጋዕ ሕጂ ኣማኒ ተባሂላ ቸርች እኮ መሃን ክትከውን ትኽእል እያ ድሑናት ዘይመጹላ ክትከውን ትኽእል እያ ግን ልሰብ ከኣ ኣመንቲ ኮይናሲ ብኣና ምኽንያት ብሂወትና ምኽንያት በናባብራና ምኽንያትሲ ናብ መንግስቲ ኣምላኽ ዘይመጹ ሰባት ትኾን መኻን ኢኻ ደለኻ ከም ሃና ጾሎት የድልየና እዩ የሕዋተይ ከምኣ ክንጽሊ ይግብኣና ከምኣ ክንጾም ይግብኣና ከምኣ ድማ እንታይ ኣምሪርና ክንበኪ ይግብኣና። ኣንታ ኣለኹም ዶ? ኣምሪርና ክንሓዝን ይግብኣና። ስብርቲ መንፈስ እያ ነይራሳ። ንምንታይ? ጎደሎ ስለ ዝነበረ ኣብ ሂወታ። መኻንነት መቸስ ሕጂ ኣብዚ እዋን እዚ ከምዚ ኖርማል እዩ። ኣብቲ ንድሕሪት ምልስ ኢልካ ኣነ ከማን ኣርኪበሉ መኻን እንተ ኮይና ሓንቲ ኣብ ዓድና ሲ ብጣዕሚ እንታይ እዩ በቃ ከመይ ስቃይ እዩ በቃ። ጎረቤትና ዝነበረት ሓረጉ ትብሃል። ሓጎስ ሽሙ ሰብኣያ መኻናት እዮም ነይሮም ኣነ ይሪኣ ነይረ ሂወታ መልክዓ ሉል ትመስል ሰበይቲ ከመይ ከም ትሓዝን ዝነበረት ካንሸሎና ሓደ እዩ ነይሩ በቃ በዚ ትኣቱ ማለት እዩ ፋሚሊ ኢና ነይርና እቲ ላይፋ ክትሪኦ ከለካ ግን ዝስመዓካ ስለምንታይ በቃ ማህጸና ስለ ዘይቆጸረ ውላድ ስለ ዘይወለደት ይስማዓ ነይሩ ልክዕ ከም መንፈሳውያን ድማ እንድሕር ደኣ ብኣና ምኽንያት ናብ ድሕነት ሰባት እንተደይ መጺኦም፣ ኣዝማድናን ኣሕዋትናን እንተደይ መጺኦም፣ እዚ ስምዒት እዚ ኣብ ውሽጥና ክህሉ ኣለዎ። እዚ በርደን እዚ ኣብ ውሽጥና እንተገይሩ እዩ ጥራይ እግዚኣብሄር ዝህበና። ብዩ እንተ ለሚንካ እንተ ሓቲትካ ይወሃበካ ዝብል ዘሎ። እንተ ጠይቅካ መልሲ ይወሃበካ ዝብል ዘሎ ቃል ኣምላኽ። ስለዚ ሃና እንታይ እያ ነይራ? ጸላይት ሰብ እያ ነይራ። ንምንታይ? ማህጸና ስለ ዘይቆጸረ። ጰኒና ብቆልዑ ሓሸኽሸኽ ይብሉ ደቃ ንሳ ግን ባዶ ምስ ኮነት በቃ ይስምዓ ነይሩ። ኣይትቀንን እያ ነይራ ብዛዕባ ግን ናተይ ከ ኣነ ከ እታ እግዚኣብሔር ውርደት ባርያካ መዓስ ኢካ ትዝክር መዓስ ኢካ ትሓስበኒ መዓስ እየ ክውላድ ዝቆፅር ትብል ነይራ እግዚኣብሔር ድማ ልሞናኣ ፈፂምላ ኣሜን እየሱስ ጎይታ እዩ መንፈሳዊ ደቂ ክህልወኩም ሃዋርያ ጳውሎስ ክዛረብ ከሎ ጢሚጦስ ወደይ ክብል ከሎ፣ ቲቶስ ወደይ ክብል ከሎ ሰሚዕናዮ ኣለና። ንሕና ድማ መንፈሳዊ ውላድ ክህልወና ኣለዎ፣ መኻን ክንከውን ኣይተጸዋዕናን። ኢየሱስ ጎይታይ ካብ መኻንነት ክትወጽእ እንድሕር ድኣ ኮንካ ኣብ ቅድሚ ኣምላኽ ክትበኪ ኣለካ፣ ክትሓዝን ኣለካ ስለ ዝጠፍኣ ነፍሳት እግዚኣብሔር ካይበካ። ኢየሱስ ጎይታ እዩ። ኣሜን መንፈሳውየ ድዛርብልኹ ኢየሱስ ጎይታ እዩ። ኣሜን ዶ ሃሎልያ መብጽዓና ንፈጽም ናይ እምነት ሰብ ነይራ ነጊረኩም እየ ኦረዲ እንታይ እያ ነይራ እሳ ኣማኒት በቃ የሃወ ዓሰርተ ዓመት ካብ ዓሰርተ ዓመት ንላዕሊ ናብ ሺሎ እናተመላለስካ ግን ምንም ዘይትርኢ እሳ ግን ብእምነት እምበር ኮርያ እኮ ክትተርፍ ትኽእል ነይራ መዓስ ተሪፋ መሲለኩም ናብ ሺሎ ንምምጻእ ስጋዕ ጡብ ትሕድጎ ሰብኣያ ሎምስ ኣይወርድን እየ ኢላቶ። ከምቲ ቃል ዝኣተኽዎ መብጽዓ ዝኣትኽዎ ንእግዚኣብሄር ነቲ ውላድ ሒዘዮ ክምለስ እየ እሞ ስጋዕ ጡብ ዝገድፍሲ ሎሚ ዓመትሲ ይኸይን እየ ኢላ ነታ ዓመት እቲኣ ንሺሎ ካብ ምኻድ ካብ ራማ ጠጠው ኣቢላ። ንሱ ከኣ እንታይ ኢልዋ ከም ዝደለኽዮ ግበሪ ሕራይ ኢልዋ። ልክዕ ጡብ ምስ ሓደገ ሰለስተ ዝራብዕ ሒዛ ንሳሙኤል ሒዛ። መብጽዓ ክትፍጽም ናብ እግዚኣብሄር ከይዳ ጎይታ ይባረክ ነቲ ቆልዓ ድማ እንታይ ጌራቶ ኣብኡ ገደፈቶ ብለና እቲ ቆልዓ ድማ እንታይ ኮነ ኣብ እስራኤል ከምኡ ተራእዩ ዘይፈልጥ ነቢ ካብ ኣፉ ዝወጸ ቃል ናብ ምድሪ እንታይ ዘይከውን ዘይወድቅ እስራኤል ዝፈርድ ነርብዓ ዓመት ዝፈረደ ቅኑዕ ፍርዲ ዝፈርድ ነቢ ሓቂ ድዛረብ ነቢ ድምጺ ኣምላክ ዘምጽእ ነብይ ንህዝቢ እስራኤል ናብ ቁኑዕ ዝመርሕ ነብይ ኣሜን ኣሜን ኣሜን የሱስ ጎይታ እዩ ካብ መን ዝመጸ ኢተልና ካብ ሓንቲ ሰበይቲ ብዝጸዓረቶን ብዝበከየቶን ስለዚ ክንበኪ ይግባእ እዩ ክንሓዝን ይግባእ እዩ እንተደይ ወሊድና ከነማርር ይግባእ እዩ ከምኡ ዓይነት ኩትርነት ምብካይን ሓዘንን እንተደይብልካ ለውጢ ኣይመጽእን እዩ ብሸለልትነት ድኸውን ነገር የለን ሓንሳእ እንዳኸድካ ሓንሳእ ክም ኣውቃቆካ ትኸይድ ክጥዕመልካ ከሎ ክመልኣልካ ሃና እኮ ኩሉ ጎደለታት ኣይትመልእን ክትመላለስ ከላ እሳ ግን ህህ she was pushing it ከም ዝመጽእ ተረዲኣ ታይ ትገብር ነይራ ኩሉ ግዜ ታይ ትገብር ትደፍእ ነይራ ሓንቲ መዓልቲ ለውጢ ከም ዝመጽእ ታሪኸይ ከም ዝልወጥ ትብል ኔራ ታሪኻ ክልወጥ ሪኣ ብምንታይ ኢና ደኺምና ዘለና ኣሕዋተይ ናይ ጸሎት ሂወትካ ደኺሙ ዶ ኣሎ ናይ ጸሎት ሂወትኪ ደኺሙ ዶ ኣሎ ናይ ምስክርነት ሂወትኪ ወይ ናይ ቅድስና ሂወትካ ደኺሙ ዶ ኣሎ ፖሸል እግዚኣብሄር ድማ ክረዲ እዩ ኣሜን እግዚኣብሄር ንዓና ብክርስቶስ የሱስ ናብዚ ኣምጺና ናብ ድሕነት ኣምጺና ዘሎ ብዕላማ ክንነብር እዩ ጸዊዕና ስኢልካ ብዕድል ኣይኾንካን ባህ ክብለካ ቤት ኣምላኽ ትመጽእ ባህ ክብለካ ትተርፍ ባህ ክብለካ ጸሎት ትመጽእ ባህ ክብለካ ትተርፍ እዋ ከምዚ ዓይነት ነገር ኣይሰርሕን እዩ ምስ ኣምላኽ ሰማይን ምድርን ልብን ኩላሊትን ዝምርምር ኣብ ዓለም ዘሎ ሸውዓተ ቢልዮን ህዝቢ ዝሓስቦ ዝሪኦ ዘሎ ክርኢ ዝኽል ብሰከንድ ሽሕጂ ብቅጽበት ዓይኒ ይርኢ ኣሎ እንታይ ከም ንሓስብ ዘለና ግደፍዎ ደብ ዝደለናስ ግደፍዎ ዓለም ምሉእ ዘሎ ሰብ ካብ ኩሉ ዓሌትን ቋንቋን ንኩሉ ሲ ድፈልጥ ኣምላኽ ኢኻ ደርዝ እንዶ ንኣምላኽ እንታይ ክንገብሮ ከነታልሎ ይንኽእል ኢና ማለትና ኮይና ከምቲ ዘለናዮ ኮይና ኣብ ቅድሚ ኣምላኽ ንምጻእ የሕዋተይ ጎደለና ምእንቲ ክመልእ እንዳ ሸፈንካ ኣምስሎ ኮንካ ክርስትና ኣይሰርሕን እዩ it doesn't work that way። We have to change እንድሕር ድኣ መንፈሳዊ ለውጢ ዘይንርእለና ኮይና ዓሰርተ ዓመት ኣብ ቤት ኣምላኽ ተማሊስና something ገለ ስምተም ገለ ሕማም ኣለና ማለት እዩ እግዚኣብሔር ለውጢ ከምጽኣልና ኣብ ቅድሚ ኣምላኽ ክንወድቕ ይግብኣና እዩ ኣይመርረናን ኣነ ሓደ ሓደ ግዜ ምርር ይብለኒ ኣንታ እግዚኣብሔር ከምዚ ኢለ ድየ ክነብር ለውጢ ኣብ መንፈሳዊ ህይወተይ እደሊ ኣለኹ፣ ኣብ ማሕበረይ ለውጢ እደሊ ኣለኹ፣ ኣብ ህዝበይ ለውጢ እደሊ ኣለኹ ክንብል ይግብኣና እዩ። That's why ኢና ሕጂ ናይ ሃና ስትረስ ዝገብረሉ ዘለኹ ንምንታይ ኣሕዋተይ She pushing it too much በቃ ምርር ሰብ በዓል ክበልዕ ከሎ ትንግደት ንሳ ግን ኣይ ተፈልያ ትኸይድ ኔራ ኣይትበልዕን ኔራ Walk ትገብር ንበይና በቲ በረኻ ስለምንታይ ናይ ምብሊዕ ግዜ ኣይኮነን ከመይ ኢሉ ትብል ኔራ ማለት እዩ ንሕና ድማ the same thing ከምኡ ንገብር እቲ ጾም እኮ እሱ እዩ ማለት እዩ ተረዲእካ ክትጾም ከለካ እኮ ሰብ እንዳ በልዐ ሃምበርገር ጧዕዋዕ እንዳ ኣበልኩ ሕጂ ኣነ ብስርሐይ ጼመ ተኮይነ ኣነ ዋላ እቲ ሃምበርክር ከኣ ገርመኩም እዩ ሽዑ ኣብ ሽዑ መጺኡ ድሽትተካ ክትጾም ከለካ ማለት እዩ ኩትፎ ሽትተኒ ካበይ መጺኡ ክትፎ ኣብቲ ከባቢ ደየለ ሪእኩሞ ስጋ ደሲቨር እዩ ጽቡቅ ጽቡቅ ጥራይ ዝፈቱ። እዚ ቤትሮ ሪኢኽሞ ዝመጻኹም ሎማዓልቲ ሰብ እንታይ ይደሊ ሰናይ ነገር ጥራይ ዝደሊ ጽቡቅ ብላዕ ስተ ሪላክስ ግበር ደቅስ በቃ ክሶገር እንዳበለዩ ዝኸይድ ፒክቸር ንግበሮ ንነብስና እስኪ ን ኤግዛም ኣወር ሰልፍ ንፈትሻ የሕዋተይ ናይ ብሓቂ ንሕቱ ግዜ ይብልና ንጸሎት ኣብ ፈይስቡክ ክንደይ ትሕልፉ ኣለኹም ግዜ ኣብ ዩቱብ ክንደይ ግዜ ትሕልፉ እስኪ ደምርዎ ባዕልኻትኩም ኣነ ክድምረልኩም ኣይኮነን ሕጂ እዚ ክብል ከለኩ ገሊኩም እኮ ኣንታ ግደፈና እንዶ ቃል ኣምላክ ተዛሪብካ ውረድ ትብሉ ትህልዉ ናይ ብሓቂ እየ እዋ ኣንቱም ሰባት ኣብ ቅድሚ ኣምላክ ከምዚ ድበሃል ነገር የለን ከምዚ ድበሃል ነገር የለን ብ ስቴጅ ቃል ኣምላክ ስበከሉ ቃል ኣምላክ እንዴት ሰብከሉ ኣብ ፌስቡክ እንዲ ከም ወጢሩ ሒዝዎ ዘሎ ሰብ ከይጽሊ መንፈሳዊ ከይሓስብ ሕጂ ክልተ ነገር እንዳ ዘለና ይከውን እዩ ክልተ ነገር እንዳ ደለና ተረዲክመኒ ክልተ ነገር ኣይከውን እዩ ማለት እዩ ስለዚ ጨኪና ከም ሃና ቆራጽ ዝኮነ ውሳኔ ኣብ ሂወትና ክንውስን ይግበኣና ሽዑ ለውጢ ይመጻልና ሽዑ ማህጸንና እንታይ ክገብር ፍረ ከፍሪ ብዙሓት ነፍሳት ከድሕን ይጅምር ኣሜን ኣሜን ናብ ቤት ኣምላኽ ምምጻእ ባህ ክብለካ ይጅምር ናብ ጾሎት ክበሃል ከሎ ምንጋር ኣናውንስ ክገብረካ ምግባር ውን ኣየድልን እዩ ይፍለጠካ ይፍለጠካ ከም ደሎ ዋላ ንበይንካ መጺኻ ትጽሊ ህዝብና ንዓና እዩ ዝጽበ ዘሎ ወዴ ህዝብና ንመን ይጽበ ኣሎ ንዓና እዋእ እዚ ምድንጓይ ራህዋ ቀልጢፉ ዘይምምጽኡ እኮ ኣነ ሕጂ ንመን እብል እዋእ ካልእ ኣይዛረብን እየ ቸርች ገና it's not ready እንታይ ክንገብር ኣብ ዓዲ ከይድና እንታይ እንታይ ክንገብር ብዕላማ እዩ እግዚኣብሔር everything ኣብ ምድሪ ዘሎ እንታይ እዩ ኣብ ሰማይን ኣብ ምድርን ኣብ ኩሉ ጋላክሲታት ዘሎ ኣብ ትሕቲ ቁፅፅር እዩ ቃል ይዛረብ ይልወጥ ሓንቲ ቃል ምስ ተዛረበ ይቅየር ሓንቲ ቃል እየ ዝብለኩም ዘለኹ ሓንቲ ቃል ምስ ተዛረበስ ኩሉ ነገር ይቅየር ይኽእል እዩ ንዓና ግን ይፅበሎ ህዝቢ ኣምላኽ ንዓና ይፅበሎ እስኪ ንዓኻ ይፅበሎ ተብሃሉ ነንሕድኩም